ሕራይ ክቡራት ተዓዘብትና ድሕሪ ሓጺር ዕረፍቲ ተመሊስና ኣለና ኣለኹም ዶ ህላውነትኩም ክንፈልጥ ግን ላይክ ሼር ሰብስክራይብ ምባል ኣይትዘንግዑ ናብ ዝቐጸለ ትሕዝቶይ ክሰግረ

ኣብ ውድድር ብጫ ማልያ ሓደሽቲ ተቐዳደምቲ ክንርኢ ተጸቢና ኔርና፣ ብዙሕ እኳ ተዘይረኣና፣ እቲ ውድድር ግን ብኣዝዩ ዝተጋነነ ወይ ከኣ ፍሉይ ብቕዓት ናይ ታድዮ ፖጋቻር ተዛዚሙ። ኣብዚ ናይ ሎሚ ዓመት ብዝያዳ ኣነ ክዛረበሉ ወይ ብፍሉይ ዝረኣኹዎ እንድሕር ኮይኑ ክብደት ናይቲ ውድድር እዩ። ኣዝዩ ከቢድ ውድድር እዩ ተሰሪዕሎም ተቐዳደምቲ፣ ብፍላይ ድማ ነቶም ኣብ ቀጠልያ ማልያ ወይ ከኣ ኣብ ውድድር ቅጽበታዊ ውድድር ዘድምዑ ተቐዳደምቲ ዝኸበደት ዓመት ዘሕለፉላ ኮይና ትስምዓካ። ምክንያቱ እቲ ዝነበረ ውድድር ዝበዝሐ ሸፈንኡ ኣብ ዓቐበታትን ኣብ ናይ ክላሲክ ባህሪ ዘለዎ ዓይነት መድረኻት እዩ ተሰሪዑ ሎምዓንቲ እታ ብቱር ዲ ፍራንስ ስለዚ እቲኦም ንቀጠልያ ማልያ ውድድር ኢሎም ዝኣተው ተቐዳደምቲ ገለገለ ተቐዳደምቲ ብሓደጋ ገለን ክንከስር ከለና ገለ ውን ነቲ ውድድር ልዕሊ ዓቕሞም ብምዃኑ ውን ክጎድሉ ዝራናዮም ተቐዳደምቲ ነይሩ። ካልእ ብፍልይ ዝበለ ሎሚ ዓመት ብብዝሒ ሓደጋታት ውን ርኢና ኣነ ብነዊሕ ዓመት ካብ ዝረኣኹዎ ቱር ዲፍራንስ ናይ ሎሚ ዓመት ዝኸበደ ኮይኑ ተሰሚዕኒ ምክንያቱ እቲ ቅርጺ መሬት ክኸውን ይኽእል፣ ተወዳዳርነት ክኸውን ይኽእል፣ ኣዝዩ ብዙሕ ሓደጋ ተራእዩ ሎሚ ዓመት፣ ብዙሓት ተቐዳደምቲ እውን ከሲርና ማለት እዩ። ብኻልእ ፍለይ ዝበለ ኣብዚ ናይ ሎሚ ዓመት ቱር ዲ ፍራንስ ገለገለ ጋንታታት ፍልይ ዝበለ ተወዳዳርነት ኣርእናና ንኣብነት ክለብ ቦራ ብውሎ ጀርመናዊ ተቐዳዳማያ ኣብ ውድድር ብጫ ማልያ ኣብ ውድድር ጻዕዳ ማልያ ኣዝዩ ዝነኣድ ብቕዓት ኣርያትና። እዚ ተቐዳዳማይ እዚ ንዝመጽእ ዘሎ ክልተ ሰለስተ ዓመት እውን መወዳድርቲ ናይቶም ክልተ ንጉሳት ናይ ቅድድም ብሽክለታ ኣብ ሰዓቱ ዝደለዎ ክኸውን ይኽእል እዩ ዝብል ግምት ኣለኒ ኣነ። ካልእ ፍልይ ዝበለ ተርእዮታት ናይ እዚኦም ሓደሽቲ ወይ ከዓ ፍሉያት ተቐዳደምቲ ክልተ ሰለስተ እውን ርኢና ኣለና። ንኣብነት ተቐዳዳማይ ናይ ክለብ ኢኒዮስ ታይረንስ ኣርንስማን ከምኡ እውን ተቐዳዳማይ ናይ ኢኤፍ ኢዲኬሽን ቤን ሄሊ ታይረንስ ኣርንስማን ንክልተ ኣዝየን ከበድቲ መድረኻት ክዕወተለን ክኢሉ ቤን ሄሊ ከዓኒ ንዝተወሰነ መድረኻት ብጫ ማልያ ወኒኑ ከምኡውን ናይዚ ውድድር ከኣ ዝበለጸ ተቃላሳይ ተቀዳዳማይ ዝብል ሽልማት እውን ረኺቡ እዩ። ስለዚ እዚኦም ክልተ ተቀዳደምቲ እውን ኣዝዩ ብዝተፈለየ ብቅዓት ኣብዚ ውድድር እዚ ብፍሉይ ክጠቅሶም ዝደሊ ተቀዳደምቲ ኮይኖም ረኺበዮም ኣለኹ። ብሓፈሻ ናይ ሎሚ ዓመት ቱር ዲፍራንስ ኣዝዩ ከቢድ ውድድር ኮይኑ ተዛዚሙ'ሎ። ውጽኢቱን እቲ ዝነበረ ፍጻሜታትን'ውን ነቲ ክብደት ናይቲ ውድድር ዝምጥን ወይ ከኣ ዝገልጽ ኮይኑ ረኺበዮ ኣነ ከምኡ ኢለ ክግምቶ ይኽእል። ኣብ መጨረሻ ከኣ እቲ ዝነበረ ተወዳዳርነትን ኣብ መንጎ ጋንታታት እውን ኣዝዩ ጽብብ ዝበለ ነይሩ። ስለዚ እቲ ውድድር ብኸምዚ ዓይነት ስእሊ ተዛዚሙ ክብል ይኽእል። ኣረ ኣብ ናይ ዝሓለፈ ዝገበርናዮ ገምጋም ኣብ ምእላይ ናይ ጋንታ ኣልፐስ ኣብ ዝሓለፈ ዝገበርናዮ ገምጋም ናይ ቀዳማይ ሰሙን ዝነበረ ምእላይ ናይ ጋንታ ኣልቢሰን ፊሊፕሰን ምናልባት ሓደ ቅመም ጎዲልዎ ቱር ዲፈራንስ ኢልካ ገምጋም ሂብካ ዶ ኔርካ እሞ ምናልባት ካብተን ሸውዓተ ቅመማት ሓደ ጎዲል ኔሩ ክኸውን ይኽእል እዩ እቲ መቐረቱን ቁርተይ ለውጢ ኔሩ ክገብር ይኽእል እዩ ኣብቲ ዳሕራራይ እውን ምእላይ ቫንደርፑልን ኢቫኖፑልን ምኖ ኣጋጢሙ እሞ እተን ቅመማት በብሓደ ሃደሽደሽ እናበለዳ ከይደን ኢልካ ወላ እንታይ ዝበለ ስእዳ ኣቐሚጥካ ምስታ ቀዲምካ ዘቐመጥካዮ ሓሳባት እወ፣ ምእላይ ኣዝዮም ትጽቢት ተገይርሎም ናብዚ ውድድር ዝመጹ ተቐዳደምቲ ርእሱ ዝኸኣለ ነጥቢ ኣለዎ። ንኣብነት ያስፐር ፊሊፕሰን ምስ ተኣልየ ውድድር ናይ ቀጠልያ ማልያ ኣብ ዕፁ ማዕፆ እዩ በፂሑ ክብሎ ይኽእል ኣለ ምክንያቱ እቲ ውድድር ኣብ መንጎ ቢንያም ግርማይን ኣብ መንጎ ጆናታን ሚላንን እዩ ተሓፂሩ ከምቲ ዝረኣናዮ ከኣ እቲ ካብ ቢንያም ግርማይ ኣብ ልዕሊ ጆናታን ሚላን ዝመጽእ ዝነበረ ተወዳዳርነት ነቲ ብቕዓት ወይ ከዓ ነቲ ውፅኢት ናይ ጆናታን ሚላን ዝብድህ ብዘይምንባሩ ዳርጋ ሎሚ ዓመት ጆናታን ሚላን ብዘይ ዝኾነ ተፃብኦ ክብድ ዝበለ ወይ ከዓ ትር ዝበለ ተወዳዳርነት እዩ ነዛ ቀጠልያ ማልያ ተዓዊትላ ስለዚ እዞም ክልተ ተቓዳደምቲ እዚኦም ኔሮም እንተዝኾኑ ክሳዕ ዝነበረ መጨረሻ መድረኻት ብፍላይ ድማ ቫንደርፑል እንተዝነብር ኣብተን ዝነበራ ናይ ዳሕረዎት ክልተ ሰሙን ካልኣይትን ሳልሰይትን ሰሙን ዝነበራ ውድድራት ኣዝዩ ኣድማዒ ተቓዳዳማይ ምዃኑ እቲ ውፅኢት ካልእ ምኾነ ወይ ዝኾነ ካልእ ምግልባጣት ክንርኢ ምኸኣልና ዝብል ግምት ኣለኒ እዞም ክልተ ተቐዳደምቲ ብምእላዮምን ከምኡ ውን ካብቲ ዝሓለፈ ዓመት ውርድ ዝበለ ተወዳዳርነት ናይ ቢንያም ግርማይ ብምንባሩን ክለብ ሊድት ብሬክ ዳርጋ ከይተሸገረት ረጊኣ እያ ነዛ ቀጠልያ ማልያ ሰሪሓ ተዓዊታትላ ዝብል ግምት ኣለኒ ራይ ተቐመም ከማዕረ ክንደይ ጎዲሉ ብጣዕሚ ምክንያቱ ከምዚኦም ዓይነት ተቐዳደምቲ ክትከስር ከለኻ እቲ ውድድርን እቲ ውፅኢትን ውን ርእሱ ዝኸኣለ መልሲ ኣለዎ ምክንያቱ ኣብዚ ናይ ቀጠልያ ማልያ ብፍላይ እንድሕር ርኢናስ ካልኣይ ተሰሪዑ ዘሎ ተቐዳዳማይሲ ታዲ ፖካቻ እዩ። ሕራይ ዋላ እኳ ፍልይ ዝበለ ብቕዓት ይሃልዎ ደኣ እምበር ታዲ ፖካቻ ኣብዚ ናይ ሎሚ ዓመት ውድድር ሓደ ንናይ ብጫ ማልያ ወይ ከዓ ንናይ ጂሲ ውድድር ናብ ሓደ ውድድር ዝኣተወ ኣብ ናይ ቅጽበታዊ ውድድር ነጥቢ ኣመዝጊቡ ተወዳዳሪ ክኸውን ኣይትጽበዮን ኢኻ ከም ትርእዮ እውን ልሙድ ኣይነበረን ስለዚ እዚ ናይ ታዲ ቦጋቻ ውጽኢት ምእታው እውን እቲ ጉድለት ናቶም ብምንባሩ እየ ክብል ዝኽእል ስለዚ ንኣብነት ቫንደርፑል ነይሩ ተዝኸውን እቲ ውጽኢት ካልእ ምኾነ ነይሩ ዝብል ግምት ኣለኒ ምክንያቱ ኣብተን ዝነበራ ቀጺለን ዝነበራ ብድሕርቲ ምውጽኡ ዝነበራ መድረኻት ኣብቲ ኢንተርሚዲየት ስፕሪንት ብብሬክ ኣወይ ድዩ ወላ ኣብተን ኢንተርሚዲየት ስፕሪንት እውን ስፕሪንት እንዳገበረ ከዋህሎ ዝኽእል ዝነበረ ነጥቢ ናይ ቫንደርፑል ርዱ ይመስለኒ ስለዚ ሕጂ እውን ኣብቲ ዓንተወይ ዝበልክዎ እያ ክምለስ ዳርጋ ጆናታን ሚላን ብዘይ ዝኾነ ከቢድ ተወዳዳርነት እዩ ነዛ ውድድር እዚኣ ተዓዊትላ
ሕራይ ራእሲ ምናልባት ኣቐዲምና ንቱር ክንግምግሞ ፀኒሕና ነርና ብሓፈሻ ነዘን ቀዳሞት መደብ ዝሰራዕነን መደምደምቲ ሓሳብ ወይ ብዛዕባ ዝነበረካ ናይቲ ውድድር ፍፃሜታ ዝሓዝከ ዝሓዝከያ ስኮር ዝገበርከያ ሓሳባትን ርእይቶታትን እንተሎ ንዕኡ ከነጠቓልል ኣብዚኣ ጌርና
ብምጥቕላል ውድድር ናይ ሎሚ ዓመት ናይ ቱርዲ ፍራንስ ክንድሕር ክንድምድሞ ኮይና ኣብቲ ተወዳዳርነትን እቲ ክንሪኦ ተፀበናዮን ውድድርን ብዝግባእ ስለ ዝረኣናዮ ኣዝዩ ሰሓቢ መሳጢ ምትህልላኽ ዝዓብለሎ ውድድር ነይሩ። ኣዝዩ ዝተፈለየ እሞ ከኣ ኣብ ክብድ ዝበለ ዓይነት ውድድር እዩ ተሰሪዕሎም ብምንባሩ ብዘርኣዩና ብቕዓት ኩሎም ተቐዳደምቲ ኣዝዩ ዝነኣድ እዩ ነይሩ። ዳርጋ ሰለስተ ሰሙን ምሉእ ከይሰልቸወና ኢና ርኢናዮ። ቁሩብ ኣብቲ ናይ ብጫ ማልያ ከምቲ ኣቐድም ኣቢልና ክንዘረበሉ ዝጸናሕና እቲ ተወዳዳርነት ኣብ ክልተ ተቐዳደምቲ ብምሕጻሩ ቁሩብ ውሕድ ኢሉና ኣብኡ ኣብቲ ካልእ ዝነብረ ግን ብሓፈሻ ቱር ዲ ፍራንስ ናይ ሎሚ ዓመት ኣዝዩ ጽቡቕ ነይሩ ከመ ነጥቢ ወይ ከመ ርእስቲ ንሕና ከም ኤርትራውያን ኣፍቀርቲ ቅድድም ብሽክለታ ኣብዚ ናይ ሎም ዓመት ቱር ዲ ፍራንስ እቲ ዝተጸበናዮ ወይ እቲ ዝበሃግናዮ ብዘይ ምርካብና ቁርብ ቂር ክብለካ ይኽእል እዩ ግን እቲ ዝዓበየ እቲ ናብቲ ውድድር ወኪል ናትና ኮይኑ ወኪል ናይ ሃገሩን ኣህጉሩን ኮይኑ ዝተሳተፈ ቢንያም ግርማይ ብዘይ ዝኾነ ከቢድ ናይ ጥዕናዊ ጸገም ካብዚ ውድድር ብሰላም ውድድሩ ብኣዝዩ ብሉጽ ብቕዓት ብምምዝዛሙ እቲ ዝዓበየ ዓወት እዩ ንዓና ምክንያቱ ኣብ መበል ዓሰርተ ሸውዓተ መድረኽ ናይ ምውዳቕ ሓደጋ ኣጋጢምዎ ነይሩ። ስለዚ ነዚ ኩሉ ዝነበረ መሰናኽላት ሰጊሩ መውደቕቱ ተጻዊሩ ነዚ ውድድር ወዲኡ ሳልሳይ ደረጃ ኣብ ቀጠልያ ማልያ ሒዙ ክውድእ ከሎ ንዓና እቲ ዝዓበየ ዓወትና እዩ። ወላ እኳ ዝሓለፈ ዓመት ተዓወትቲ ደኣ ንንበር እምበር ነቲ ዝረኸብናዮ ዓወት ብጸጋ ክንቅበሎ ከኣ እቲ ዝበለጸ ነገር እዩ ማለት እዩ ንቢንያም ግርማይ ከዓኒ መጀመርታ እንቋዕ ብሰላም ውድድርካ ወዳእካ ክብሎ ደሊ ኣብ ዝቐጸለ እዋን ከዓ ካልእ ካብዚ ዝበለጸ ዓወት ክርእየና ምዃኑ ስለ ዘይንጠራጠር ሙሉእ ጥዕና ጥራይ ዝምነየሉ ስለዚ ናይ ሎም ዓመት ቱርዲ ፍራንስ ብከምዚ ይዛዝሙ ኣነ
ሕራይ ንቀዳማይ መደብ ሒዝናዮ ዝነበርና እዚ ይመስል ነቲ ካልኣይ መደብ ቀሪብናዮ ዘለና ከዓ ናብኡ ክንሰግር ኢና ምክትታልኩም ደጊመ ደጋጊመ እንዳዓደምኩ ሰናይ ምክትታል እንዳተመነኹ ሃንሳብ ድሕሪ ሓፂር ደቂቅ ክምለሰኩም እየ ሕራይ ራእሲ ምናልባት እቲ ቀጻሊ መደብ ሒዜ ዘለኹ ዝያዳ ንዓና ዘገድሰና ዕዮ ገዛና እውን ኣብ ቀጻሊ ክንምልሶን ክንሰርሐሉን ስለ ዘለና ንሕና ዘይከና እውን ኩሉ ኣፍቃሪ ኩሉ ዜጋ ብኣንክሮ ርእዩ ንምዕባለን ድፍኢትን ሃገራዊ ስፖት እጃሙ ክገብር ስለ ዘለዎ ዝያዳ ንዐን ፈልየ ነዚኤን ሕቶ ምቕራበይ ዝያዳ ኣተኩሮ ንክግበረለን ኢለ ማለት እዩ። ስለዚ ቀጻልነት ቢንያምን ቢኒ ግርማይ ምስ ኢንተርማሽ ከመይ ክመስል ውህደዶቶን ኢንተርማሽን ይኸውን ዶ መስለካ? እንተኾይኑኸ ንቢንያም እንታይ ዓይነት ረብሓታት እዩ ክህቦ? እቲ ዝረኺቦ ዘሎ ናይ ሊድ ኣውት ዕድላትከ ኣብኡ ንክረኽቦ ዝሰፍሐ ዕድል ኣለዎ ድዩ? ከመይ ይመስል ሓፈሻዊ ኣብኡ ዘለካ ስእሊ? ጋንታ ኣሎቶ እንታይ ትመስል? ብመጸር ኢንተር ማንሸ ክትሪኣ ከለኻ ውህደት ናይ ክልተን ጋንታኻ ንቢንያም ኣርባሕ ዶ ይኸውን?
ራይ ኣብዚኣ ኣርእስቲ እዚኣ ኣነ ብክልተ ነገር ምጠመትኳ ሓደ እዛ ኣርእስቲ እዚ ኣብ መንጎ ውድድር ቱር ዲ ፍራንስ ብምልዓሉ ከም ሓደ ኣሉታዊ ወይ ከዓ ሓደ ኣሉታዊ ሸነኽ ናይቲ ብቕዓት ናይዛ ጋንታ ኔሩ ክብሎ ይኽእል ኣነ ምኽንያቱ እዚ ኣብ መንጎ እዚ ውድድር ዝሰማዕናዮ ናይ ክለብ ኢንተርማርቸ ኩነታት ኣዝዩ ኣሰንባዲ ኔሩ ምኽንያቱ ኣብ ከምዚ ደረጃ ብምህላዎም ሃንደበት ብምሕባሩ ማለት እየ ሕጂ ከም ኣርእስቲ ክንሪኦ እንድሕር ኮይና ክለብ ኢንተርማርቸ እዚ ኣብ ምስቲ መጀመርታ ምጅማር ናይ ቱር ዲ ፍራንስ ዝተዛረብናሉ ኩነታታ ብቕዓታን ብልክዕ ኣብዚ ሰዓት እዚ ተመሊሰልና ኣሎ ክብል ይኽእል። ምክንያቱ ቅድድም ብሽክለታ ናይ ባጀት ስፖርት እዩ። ሓንቲ ክለብ ከዓ ነቲ ስፖርት ዝኸውን ሙሉእ ባጀት ከተማልእ ኣብ ዘይትኽእለሉ ደረጃ እንድሕር በፂሓ እቲ ህሉው ኩነታት ናይታ ጋንታ ኣብ ከምዚ ሕጂ ክለብ ኢንተር ማርች ወዲቓቶ ዘላ ይኸውን ማለት እዩ። ስለዚ ክለብ ኢንተር ማርች ሓንቲ መጀመርታ ቀዳምነት ክብላ ዝደሊ እዚ ሎሚ ዓመት ዝረኣ እዚ ኣብዚ ናይ ለንቅነ ቱር ዲ ፍራንስ ዘርኣየትና ውድድር ከም ዘይጎደለት ማለትሲ ኣብ ብቕዓት ዘይኮነሲ እቲ ኣርእስቲ ካልእ ምዃኑ ንኹላትና ንፁር ኮይኑልና ኣሎ ኩላትና ኣፍቀርቲ ቅድድም ብሽክለታ ብፍላይ ናይዚ ዓዲ ከምኡ ውን ናይ ዓድና ደገፍቲ ናይ ቢንያምን ንክለብ ኢንተር ማርሸ ኣብዛ ሰዓት እዚኣ ክንርድኣላ ጥራይ ዘለና ኢለ ክዛረብ እደሊ ምኽንያቱ እዚ ብዚ ሰዓት እዚ መፂኡ ዘሎ ዘረባታት ንታ ጋንታ ብልክዕ ዝውክላ ብምዃኑ ስለዚ ሕጂ እቲ ርእስቲ ቢንያም ኣብ ልክዕ ጋንታ እዩ ዘሎ ንዑ ትኸውን ጋንታ ኣይኮነትን ገለ እሱ ካልእ ኣርእስቲ እዩ ሕጂ ብዛ ሰዓት እዚኣ ግን ክለብ ኢንተር ማርች ከም ጋንታ ጠጠው ክትብለሉ ኣብ ዘይትኽእል ደረጃ በጺሓ ኣላ ኢና ንብል ዘለና ስለዚ እዚ ንቢንያም ብኸመይ ይጸልዎ እንድሕር ኢልና ሕጂ እቲ ኣብ ኣዝዩ ክሪቲካል ወይ ከዓ ኣብ ኣዝዩ ኣገዳስን ኣዝዩ ጥንቁቕ ውሳነን ዘድልዮ ሰዓት ዘሎ እንኮ ሰብ እንድሕራ መን ኣሎ እንድሕር ኢልና ሕጂ ቢንያም ግርማይ እዩ ምክንያቱ ከም ክለብ ኢንተርማርች ሓለቓ ጋንታ ጌራ እተጻወቶ ክለብ ናይ ምርካብ ዕድል ብዝሰፍሐ ክሰርሓሉ ኣለዎ ዝብል ግምት ኣለኒ ስለዚ ነዚ እንድሕር ክሰርሓሉ ኮይኑ ኣዝዩ ጥንቁቕ ኣካይዳ ጥንቁቕ ውሳነ ከምኡ ውን ኣዝዩ ስፍሕ ዝበለ ድልያ የገድሶ እዩ ዝብል ግምት ኣለኒ ምክንያቱ እዛ ዕድል እዚኣ ምስ ክለብ ኢንተር ማርች ዝነበረቶ ኣብ ካልእ ክለብ እንድሕር ዘይረኺብዋ እቲ ብሚንያም ግርማ ይኹን ዋላ ብካልኦት ኤርትራውያን ፕሮፌሽናል ተቐዳደምቲ ክንረኽቦ ንኽእል ዕድል ክፅልምት እዩ ማለት እዩ ስለዚ እታ ንክለብ ንቢንያም ተፈርሞ ክለብ ንዕኡ ከም መራሕ ጋንታ ወይ ከም ሓለቓ ጋንታ ጌራ እተሳትፎ ወይ እተጻወቶ ጋንታ ክትከውን እቲ ቀዳማይ ታርጌት ናቱ ክኸውን ኣለዎ ኢለ ዝግምቶ እዩ። ስለዚ ናብዛ ርእስትና እንድሕር ተመሊስና ኢንተርማርቸን ሎቶን እንድሕር ሚክስ ኮይ ወይ ከዓ እንድሕር ተላፊነን ከም ሓንቲ ጋንታ ኮይነን ክጻወታ ኮይነንሲ ቢንያም ግርማይ እንታይ ዝበለ ዕድል ኣለዎ እንድሕር ኢልና ኣነ እዘን ክልተ ጋንታታት ብናተይ ግምት ማለት እዩ እንድሕር ተላፊነን ቢንያም ግርማይ ኣብዛ ጋንታ እዚኣ ክፀንሕ ዘለዎ ተኽእሎ ፅብብል ኮይኑ ይስማዓኒ እዚ ናተይ ትንታነ ማለት እዩ ምክንያቱ ኣብ ክለብ ሎቶ ልክዕ ከም ቢንያም ግርማይ ሓለቓ ጋንታ መዓ መዝነት ተዋሂቦ ዝፃወት ተቐዳዳማይ ቤልጅማዊ ተቐዳማይ ኣሎ ቢንያም እውን ኣሎ ስለዚ ሓንቲ ጋንታ ንክልተ ሓለቓ ጋንታ ኣብ ሓደ ኣላፊና ክትከይድ እያ ዝብል ግምት የብለይን ስለዚ ካብ ክልቲኦም ሓዲኦም ክወፁ ዘለዎ ተኽእሎ ዝለዓለ እዩ ስለዚ ኣብ እዚ ኣብ ምንታይ ኮይ ዝምርኮስ ኮይኑ ዝስመዓኒ ኣብተን ንቢንያም ክፈርማ ዝመጻ ጋንታታትን ዝቕርባሉ ትሕዝቶታትን እዩ ዝምርኮስ። ስለዚ ኣነ ከም ናተይ ርእይቶ ቢንያም ግርማይ ካብ ምስ ዝተላፈነት ጋንታ ክጻወት ካልእ ንዕኡ ትሰማማዕ ጋንታ እንተዝደሊ እንተዝረክብ ዝያዳ መድመዐ ዝብል ግምት ኣለኒ። ከምኡ ኮይኑ'ውን ይረኣየኒ። ስለዚ ብቐረባ ኣብዚ ሰሚዕናዮ ዘለና ሓበሬታታት ካዛክስታናዊት ክለብ ኣስታና ኣብ ልዕሊ ቢንያም ግርማይ ብዙሕ ልዑል ተገዳስነት ኣርእያ ዝብል ዜናታት ሰሚዐ ኣለኹ። እዚ እውን ርእሱ ዝኸኣለ መጽናዕቲ ዘድልዮ ኮይኑ ይስምዓኒ ማለት እዩ። ምክንያቱ ክለብ ኣንስታና ከመይ ዓይነት ጋንታ እያ ንዕኡ ትኸውን ድያ ብዙሕ ኣርእስታት ከተልዕል ትኽእል ኢኻ ዋላ ብናትና ናይ ኤርትራውያን ተቐዳደምቲ ኣብነታት እውን ኣምፂእና እውን ክንጠቅስ ንኽእል ኢና ንኣብነት ቅድም ኢሉ መርሃዊ ቅዱስ ፕሮፌሽናል ተቐዳዳማይ መርሃዊ ቅዱስ ምስ ክለብ ኣንስታና ነይሩ እቲ ኣብ ኤውሮጳ ዝነበሮ ዕድል ዝኸሰረሉ እዋናት ክለብ ኣስታና ኣብ ዝነበረሉ እዋን እዩ ክልተ ዓመት ዳርጋ ከይራናይ ተፈሊና መርሃዊ ቅዱስ ብድሕሪ ዝመፀውን ሕጂ ኣብዚ ሰዓት እዚ ካረንትሊ ኣብዛ ጋንታ እዚኣ ዘሎ ከዓ ሄኖክ ሙሉ ብርሃን ኣሎ ብቐዳማይ እኳ ብዝፍሕ ዝበለ ተንቲነ እየ ነይረ ሄኖክ ሙሉ ብርሃን ክሳብ ሕጂ በዛ ጋንታ እዚኣ ዝድለ ዕድል ዘይተዋህቦ ተቐዳዳማይ እዩ ኢለ ተዛሪበ ነይረ ስለዚ ክለብ ኣስታና ብብዝሒ እኳ ዋላ ምስ ቢንያም ግርማይ ሽማ ተላዒሉ ይለዓል እንተሃለወ እቲ ውሳነ እኳ ንዕኡን ነቶም ዝምልከቶም ኣካላትን ዝግደፍ ተኾነ ኣነ ከም ናተይ ርእይቶ ክለብ ኣስታናውን ንቢንያም ግርማይ ትምጮ ኮይና ኣይትስማዓካን እሱ ግን ኣብ ውሳነ ናቱ ስለ ዝኾነ ብሓፈሻ ክትሪኦ ከለኻ ግን እቲ ቀንዲ ኣገዳሲ ነጥቢ ንዓይ ኮይኑ ዝስማዓኒ ቢንያም ግርማይ ካብ ክለብ ኢንተር ማርቸ ክወፅእ እንድሕር ኮይኑ ሓላቓ ጋንታ ጌራ ኣብ ዝኾነ ውድድር ተእተዎ ጋንታ ክረክብ ኣለዎ ነዚ ቀዳምነት ክሰርሓሉ እዩ ዝብል ግምት ኣለኒ ኮመይ ኢለ ዝሓስብ ኣነ ስለዚ ምልፋን ናይዘን ክልተ ጋንታታት ብክልተ ዓይኒ ንርኣዮ ኣብ መዛዘሚ ረብሓ ወይ ከዓ ፅቡቕ ዕድል ክኸውን ይኽእል እዩ ወላ እውን ካልእ ዝተፈልየ ዘይተጸበናዮ ኣርእስትን ኣጋጣሚታትን እውን ክፈጥረልና ይኽእል እዩ ስለዚ ብከምዚ ክሪኦ ይኽእል ኩነታት ናይ ክለብ ኢንተርማርሽን ናይ ቢንያም ግርማይ
ምናልባት እዎ ከምዚ ክትብሎ ዝጸናሕካ ሊደር ጌራ እንተዘይእትያቶ እቲ ናቱ ህቡብነት እውን ወይ ከዓ እቲ ናቱ ባይታ እውን ክጎድል ስለ ዝኽእል ዓቢ ጥንቃቐን ውሳነን ዘድልዮ ጉዳይ ስለ ዝኾነ ኣብ ሓሳቡ ኣይንፍለይ ንኹን ዝተፈላለየ መጽናዕቲ እንዳገበርና በዚ ሓባሪ ዝኾነ ኣርእስታት ከፊትና ኣብኡ ተተዛተዩ እውን ተንተንቲ ናይ ስፖርት እውን እዚ ኣድህቦ ገይሮም ክርእይዎ በዚ ኣጋጣሚ እንዳጸዋዕና ምናልባት ጋንታ ኣስታና እንተሰሊጥዎ ሄኖክን ቢንያምን ተላፊኖም ዝፈጥርዎ ስጥመት ናይ ጸወታ እንታሊካ ምገመትካ? ምናልባት ናይ ክልቲኦም ምሁደሲ ኣብ ሓንቲ ጋንታ ክልተ ፕሮፈሽናል ተጻወቲ ኣድማዕን ውጽኢታውን ዶ ኮይኑ ምተራእየካ? እወ ሕጂ ብናይ ክልቲኦም ስፔሲፊካሊ ንጽል ኣቢልና ክንሪኦ እኳ ክብድብል እንድዩ ምክንያቱ ልክዕ ክልተ ተጻወትቲ ናይ ሓንቲ ሃገር ወይ ከዓ ክልተ ብቐረባ ዝፋለጡ ተቐዳደምቲ ኣብ ሓንቲ ጋንታ ክህልዉ ኣዝዩ እና ብፍላይ ብፍላይ ከም ኤርትራውያን ወላ ኣብ ኣብ ክልቲኦም እውን ኣዝዩ ፅቡቕ ፅልዋ ክህልዎ ይኽእል እዩ እቲ ዜርካ ዜርካ ግን ናበይ ኢኻ ትመፅእ ኣብዚ ናይ ፕሮፌሽናል ዓውዲ ናይ ቅድድም ብሽክለታ እቲ ዝወሃበካ ተራ እዩ ዝወሃበካ ተራ እዩ ዝያዳ ነቲ ውጽኢትካን ነቲ ብቕዓትካን ዘርእዮን ዘውጽኦን ማለት እዩ። ሓንቲ ኣብነት ንድሕሪት ምልስ ኢለ ከዘኻኽራ ዝደሊ ኩሉ ግዜ ከኣ ትገርመኒ ኣላ ኣብዚ ናይ ምዕቡል ወይ ከኣ ኣብዚ ሕጂ ዘሎ ሞደርን ቅድድም ብሽክለታ ሓደ ግዜ ኣብ ሓንቲ ቃለ መጠይቕ ናትናኤል ብርሃነ እንታይ ኢሉ ተዛሪቡ ኣብ ክለብ ዩሮፕ ካር ኣብ ዝነበረሉ እዋን ኣብ ሓደ ውድድር ነቲ ናይ ሽዑ ብሉጽ ተቐዳዳማይ ናይታ ጋንታ ዝነበረ ቶማስ ቮክለር ንዑ ክሕግዝ ኢሉ ኣትዩ ስለዚ እዚ ጸወታ ሓምሳ ኪሎ ሜተር ተሪፍዎ ከሎ ስራሕካ ወዲእኻ ኢኻ ውድድርካ ኣቋርጽ ወድእ ጠጠው በል ተባሂሉ ኖ ምስ ዓቕመይ እየ ዘለኹ ክቕጽል እኽእል እየ ኢሉ ኣብ ዝሓተተሉ ውድድሩ ከም ዘይቅጽል ወሪዱ ንጽባሕ ዝጽበዮ ዘሎ ካልእ ስራሕ ካልእ ውድድር ኣለካ ውረድ ካብ ብሽክለታ ተባሂሉ ክሳዕ ከምዚ ዓይነት ክሳዕ ከምዚ ዓይነት ፍጻሜታትና ኣጋጣሚታትን ዘለዎ ብምዃኑ እዚ ኣብ ሰዓት ዘሎ ዓይነት ፀወታታት ኣነ ክልቲኦም ኣብ ሓንቲ ጋንታ እንድሕር ኣትዮም ንክልቲኦም ክንከስሮም ኢና ዝብል ግምት ኣለኒ ስለዚ ክልቲኦም ኣብ ሓንቲ ጋንታ ክህልዉ ምርጫይ ኣይኮነን። ሕራይ ራእሲ ምናልባት ወቲ ህንጥዩነት እንዲዩ ወደት ናይ ክልተ ደቂ ሃገር ምናልባት ውፅኢታዊ ዓወታት እዩ መዝጉብዶ ይኸውን ዝምል ግምታት ስለ ዘለና ኢና ዝሓቶ ኣቕሪብና እሞ ዝያዳ ካድሓን ሰማዕትና ይሰምዑዋን ይከታተልዋን ስለ ዘሎ ጋንታ ኣሳና እውን ፃውዒት ትገብረሉ ከም ዘላ ወይ ከዓ ጠመተ ገይራ ከም ዘላ ቢንያም ግራ እውን ክትሕብረና ፀኒቀ ኪናዊ ጋንታ ኣስታና ብቀረባ ዝከታተልኦ ዝደልኦ ጋንታታት ዝበጻሕካዮ ሓበሬታ ይህልወካ ዶ ይኸውን? ኪኖ ናይ ኣስታናን ውህደት ናይ ሎቶን ኢንተርማንሽን። ክሳዕ ሕጂ እኳ ዝወጸ ሓበሬታ የለን። ክሳዕ ሕጂ ብክለብ ኣንስታና ጥራይ እዩ ዝስማዕ ዘሎ እቲ ጽንጽንታታት። ካልእ ፍልይ ዝበለ ሓበሬታ ከኣ ምናልባት ኣብዚ ድሕሪ ምዝዛም እዚ ውድድር ቱር ዲ ፍራንስ ንዩ ዝበዝሐ ግዜ ምስግጋር ናይ ናይ ብሽክለታ ተቐዳደምቲ ዝካየድ። ስለዚ ብዙሕ ዓይነት ጽንጽንታታት እዩ ዝስማዕ ዘሎ ከየገፋሕና እቲ ርእስቲ እምበር ብዙሕ እዩ ዝስማዕ ዘሎ ምናልባት ካብ ዝዓበየ ርእስቲ ንሕና ከም ኤርትራውያን ዓዘብቲ ናይ ውድድ ናይ ቅድድም ብሽክለታ ስለ ንሪኦ ዘለና ኢና እምበር ተቐዳዳማይ ቤልጅማዊ ተቐዳዳማይ ሬምኮ ኢቨነፖል እውን ናብ ክለብ ቦራ ክሰጋገር እዩ ዝብል ጽንጽንታታት ገለውና። ሕጂ እቲ ምንቅስቓስ ናይ ተቐዳደምቲ ድሕሪ ቱር ዲ ፍራንስ ብምዃኑ ኣዝዩ ብዙሕ ለውጥታት ክንርኢ ኢና፣ ቅድሚ ዎርልድ ቻምፕዮን ማለት እዩ። ስለዚ ምቅይያር ናይ ተጻወቲ ክህሉ ብምዃኑ እቲ ካልእ ግምታት ወይ ከኣ ካልኦት ጠለብ ናይ ጋንታታት ናይ ቢንያም ግርማይ ኣብዚ ዝቕጽል ዘሎ ሳምንታት ክንርኢ ኢና ዝብል ግምት ኣለኒ። ሕራይ ካልእ ምናልባት ኤርትራውያን ፕሮፌሽናል ተቐዳደምቲ ምስ ጋንታታቶም ዘለዎም ስጥመትን ርክብን ብቕዓትን ከመይ ዝመስል ምናልባት ኣብተን ካልእ ኮንቲነታን ፕሮ ኮንቲነታን ዘለዉ ተፃዋቲ ማለት እየ ካብዚኦም ንዋሓደ ቁፅሪ ተሳታፍነት ኣብ ግራንድ ቱር ዘለና ሃጓፍ መን ቀልጢፉ መልሲ ይህበና ይኸውን ኣብ ዝቕፅል ውድድራት መን ክንርኢ ንኸውን ኢልካ ትሓስብ? ሕራይ ኣብ ኤርትራውያን ፕሮፌሽናል ተቓዳደምቲ ዘለኒ ግምት እንድሕር ከልዕል ኮይነ ኣብዚ ናይ 225 ዓመትኳ ዳርጋቲ ናይ ዓመተ ውድድር ኣብ ምዝዛሙ እንዲ ድሕሪ ወርልድ ቻምፒዮን ወላ ሓንቲ ዓይነት ክስታይ ትሪኦ ነገር የለን ኣነ ኣብ 226 ግን ብፍሉይ ድፅበዮም ተቐዳደምቲ ኣብ ዝደለዎ ደረጃ ቀይሮም ነዚ ዘለና ዋሕዲ ናይ ፕሮፌሽናል ተቐዳደምቲ ክምልሱልና እዮም ኢለ ዝፅበዮም ተቐዳደምቲ እንድሕር ክጠቅስ ኮይነ ቀዳማይ ተቐዳዳማይ ክለብ ባይክ ኤድ ዘሎ ሚልኪያስ ማእኸለ ማለት እዩ ብድሕሪኡ እውን ምስ ኣዝያ ሓዳስን ንእሽ ዝበለት ጋንታን ኮንቲነንታል ዝፃወት ዘሎ ናይ ክልተ ሽሕን ዕስራን ሓሙሽተን ሻምፕዮን ኤርትራ ናሆም ዘርኣይን እዞም ክልተ ተቐዳደምቲ እዚኦም ኣብ ክልተ ሽሕን ዕስራን ሓሙሽተን ብኣርእዮምና ዘለዎ ብቕዓትን ጋንታ ቀይሮም ሓደ መድረኽ ወይ ከዓ ሓደ ደረጃ ደይቦም ኣብ ካልእ ዓይነት ጋንታን ደረጃን ውድድርን ተሳቲፎም ኣብ ክልተ ሽሕን ዕስራን ሽዱሽተን ክመፁና ኣነ ዝያዳ ኣብዞም ክልተ ተቐዳደምቲ ዝያዳ ትፅቢት ገይረ ኣለኹ ምስቲ ህልው ብቕዓቶምን ኩነታቶምን ርኢኻ ማለት እዩ ስለዚ እቲኦም ካልኦት ተቐዳደምቲ ዝሓለፈ ግዜ እውን ጠቒሰ ነይረ ኣብ ክለብ ኢስታንቡል ዘለዉ ተቐዳደምቲ ክልተ መንእሰያት ውልዶ ተቐዳደምቲ ኣለዉና ኤቨን የማነን ጴጥሮስ መንግስን ብዓብኡ ከዓኒ ንኣስታት ዓመት ኣቢሉ ክኸውን ይኽእል ይመስለኒ ኣብ ናይ ዩሲኣይ መሰልጠን ማእኸል ኣብ ስዊዝን ኣብ ፈረንሳን ዝስልጥኑ ዘለዉ ክልተ ተቐዳድምቲ ያፌት ሙልጌታን ዓወት ኣማና ኣሎና ኣብ ዝሓለፈ ዳርጋ እቲ ርእስቲንት ሸፈነን ናብ ቱር ዲ ፍራንስ ስለ ዘንቢሉ ዝቐነየ እምበር ኣብ ዝተፈላለዩ ውድድራት ተሳቲፎም ናይ ቀዳማይ ናይ ካልኣይ ደረጃ ዝረኽቡ ዘለዎ ተቐዳደምቲ እውን ኣብ መሰልጠኒ ማእኸል ይሻይ ኣሳቲፍና ኣለና ስለዚ እዞም ተቐዳደምቲ እዚኦም እውን ትምህርቶም ብግቡእ ዛዚሞም ኣብቲ ዝለዓለ ደረጃ በፂሖም ክልተ ሽሕን ዕስራን ሽዱሽተን ጋንታታት ረኺቦም ናብቲ ዝለዓበየ ደረጃ ካብፅሑና ግምት ኣለኒ ስለዚ ብሓፈሻ ክልተ ሽሕን ዕስራን ሽዱሽተን ኣዚና ብኣንክሮ ክንከታተላ ዝግበኣና ዓመት ኣብ ቅድድም ብሽክለታ ናይ ሃገርና ኮይና ትስምዓካ ምክንያቱ ብዘይ መጠን ፕሮፌሽናል ተቐዳደምቲ ኣብ ናይ ሃገርና በዚሖም ኣለዉ እቲ ቐንዲ ሕጽረት ወይ ከኣ ዛዕባና ኮይኑ ደሎ ግን ኣብ ዎርልድ ቱር ጋንታታት ኣብተን ቀዳማይ ዲቪዥን ዝበሃላ ጋንታታት ዝሳተፉ ተቐዳደምቲ ብዘይ መጠን ውሒዶመን ኣለዉ። ዋሕዲ ጥራይ ደይኮነ ከኣኒ በዞም ተቐዳደምቲ እዚኦም ክንረኽቦ ዝግበኣና ዝነበረ ነገራት ይውሕደናን ይጎድለናን ብምህላዉ ብቑጽሮምን ብተሳታፍነትን ብቲ ዓወታት ዘምጽዎ ዘለዉን ዘሎ ሕጽረታት ኣዝዩ ኣሰካፊ እንዳኾነ ይኸይድ ስለ ዘሎ ክስራሓሉ ዘለዋ ዓመት 2026 ኮይና ትስመዓኒ ንዓይ።
ሕራይ ናብ ቅድድም ብሽክለታ ገዲፍና ናብ ኩዕሶ እግሪ ክንምለስ ኣብዚ እዋን ምህረፍረፍ ዜናታት እዩ ዝወፅእ ዘሎ ጋንታ ኣልኣህሊ ንምውናን ኣሌክሳንደር ኢሳቅ ተውፅኦ ዘላ ምህረፍረፍ ገንዘብ ብኸመይ ትሪኦ ስለምንታይ እዚ ዓይነት ስጉምቲ ኣብ ልዕሊ ዝብሎ ተፃዋታይ ዝካየድ ዘሎ ዕላምኡ እንታይ እዩ ዕላማ ዘለዎ ዶ ኮይኑ ይስምዐካ ኣብኡ ኮንሰንትሬት ገይሮም ንዕኡ ክሰልቡ ዝገብርዎ ዘሎ ገንዘብ ምናልባት ቅድሚ ሕጂ ተራእዩ ነይሩ ክኾን ይኽእል ዘይተራእዮም ክኾን ይኽእል ኣብ ነፍሲ ወከፍ ዝገብሮ ወይ ከዓ ዝገብሮ ፍጻሜታት ናቱ ዋጋ ዓስቢ ኣለዎ እዚ ብመንፅር ስፖርታዊ መንፈስን ካልእ ዕላማታትን ንኸይህልዎን ዝበፅሓዮ ነገር ይህልወካ ዶ? ስለምንታይ ከ እዚ ከምዚ ዓይነት ስጉምቲ ዝውሰድ ዘሎ? እወ ሕራይ ናይ ኤርትራዊ ሽወደናዊ ተጻዋታይ ክለብ ኒውካስትል ኣሌክሳንደር ኢሳቅ እንድሕር ኩነታቱ እንድሕር ርኢናዮ ኣብዚ ለንቅነ ምክንያቱ ንኣርእስቲ ወይ ከዓ ዜናታት ናይ ቅድድም ናይ ኩዕሾ እግሪ ስሒብዎ ወይ ከዓ ብሒትዎ ዘሎ ተጻዋታይ እሱ ብምዃኑ ኣሌክሳንደር ኢሳቅ ኣብዚ ዝሓለፈ ዓመት ዘርኣዮ ብቅዓት ኣዝዩ ዝነኣድ እዩ። ኣብ ውድድር ፕሪመር ሊግ ኣዝዩ ልዑል ብቕዓት እዩ ኣሪእና። ኣብቶም ናይ ኣመዝገብቲ ሸቶ ዝነበረ ውድድር እውን ልዑል ተሳታፍነትን ተወዳዳርነትን እዩ ኣርዩ። ስለዚ ስዑዲ ፕሮ ሊግ ከዓኒ ቅድሚ ክልተ ሰለስተ ዓመት ኣቢሉ ይኸውን ሓደ ፕሮጀክት ኣበጊሱ ብምንባሩ ነዚ ፕሮጀክት እዚ ከዐውቶ ዝኽእል ነገራት ካብ ምግባር ድሕር ዘይብል ኣወዳድባ ዘለዎ ፈደረሽን ወይ ከዓ እቲ ፈደረሽን ናይቲ ሃገር ናይ ስፖርት ኮይኑ ረኺበዮ ኣለኹ ምክንያቱ ዘውፅዎ ዘለዎ ወፃኢታት ኣዝዩ ከቢድ እዩ ሕጂ እዚ ብክልተ ሸነኽ ክትሪኦ ትኽእል ኢኻ ብኣልታውን ብኣወንታውን ሓደ እቲ ኣወንታዊ ሸነኹ ነቲ ውድድር ኩዕሶ እግሪ ክንዲዚ ባጀት ሰሊዖም ከኺድዎ ወይ ከዓ ኣብ ሃገሮም ከእትዎ ብምፍታኖም እቲ ዝርግሐ ወይ ከዓ እቲ ተረኣይነት ወይ ከዓ እቲ ፍቕሪ ናይ ኩዕሾ እግሪ ክሳዕ ክንደይ ከም ዘለዎ የርእየካ ምኽንያቱ ከም ሃገር እንድሕር ሪእናያ ስዑዲ ዓረብ ኣብ ስፖርት ክንድዚ ተገዳስነት ኣርያ ክንድዚ ባጀት ኣውዚኣ ክትሰርሓሉ ክትርኢ ኣዝዩ ኣገራሚ እዩ ግን ኮይኑ ይሰርሑሉ ኣለዉ ኣዝዮም ብዙሓት ተፃወቲ እዮም እውን ወሲዶም ዘለዉ ኣብቲ ሊግ ናቶም ዝሳተፉ ዘለዉ ብኡ መንፅር እቲ ሊግ እውን ተረኣይነቱን ተወዳደርነቱን እንዳዓበየ ይኸይድ ኣሎ። ኣብዚ ዝሓለፈ ግዜ ናይ ዋንጫ ዓለም ናይ ክለባት ዝነበረሉ እውን ጽቡቅ ዝኾነ ተወዳዳርነት ርኢና ኔርና ካብ ናይ ሱዕድያ ጋንትታት። ስለዚ እዚ ከምዚ ዓይነት መህረፍ ዝኾነ ዓይነታዊ ወይ ገንዘባዊ ነገራት ቀሪቦም ንዑ ከፈርምዎ ምሕሳቦም ከም ብጽቡቅ ነገር ክትሪኦ ትኽእል ኢኻ። ካልእ ኣሉታዊ ሳዕቤን እውን ክህልዎ ይኽእል እዩ። ምኽንያቱ ኣብ ዓዲ እንግሊዝ ክነግስ ዝቐረበ ተቐዳዳማይ ንስዑድያ ጨዊኻ ወሲድካ ኣብቲ ሊግ ክስታይ ከተሕፅሮ ዋላ ንዕኡ ነቲ ናቱ ናይ ፕሮፌሽናል ናቱ ፕሮፌሽናል ሂወት እውን ኣዝዩ ሳዕቤን ከምፅኣሉ ይኽእል እዩ። ስለዚ ኣብዚ ህዉኽ ውሳነ ዘይምውሳድ ዘድልዮ ኮይኑ ይስምዓና ኣሎ ኤክሳንደር ኢሳቕ ብዓብዪ እኳ ዝከታተሎ ወይ ዝርድኦ ወይ ዝተግብሮ እንተኾነ ኣብዛ ሰዓት እዚኣ ከም ተፃዋታይ ናይ ኩዕሶ እግሪ ኣነ በቲ ዘለኒ ኣረኣእያን ርድኢትን ኣሌክሳንደር ኢሳቕ ናብ ስዑድያ ክኸይድ ምፍታን ግን በቲ ፕሮፌሽናል ሂወትካ ጠላዕ ምፅዋት ኢለ ክገልፃ ይኽእል ኣነ ምክንያቱ መንእሰይ እዩ፣ ዘለዎ ዕድመ ነዊሕ እዩ፣ ኣብ ፕሪመር ሊግ ልዕሊ ኣርባዕተ ሓሙሽተ ዓመት ተፃዊቱ ካልእ ዓይነት ተፃዋታይ ኮይኑ ከርእየና ዝኽእል ብቕዓት ካብ ሕጂ ኮይኑ ይረኣየካ እዩ ስለዚ ኣብ ሕጂ ኣትሒዝካ ንስዑድያ ከድካ ኮንትራት ፈሪምካ ንስዑድያ ምኸድ እቲ ፕሮፌሽናል ሂወትካ ምቕታል ኮይኑ እዩ ዝስማዓኒ ንዓይ እቲ ዝዳለወሉ ዘሎ ነገራት ግን ብቐሊሉ ከም ደይመፀሎም ስለ ዝፈልጡ ከዳልውሉ ወይ ከቕርብሉ ዘለዎም ነገራት ብግቡእ ስለ ዝርድኡ እዮም ኣዳልዮምዎ ወላ እኳ ዝተጋነነ ይኹን እምበር ከምኡ ገይሮም ከፈርምዎ ብምሕሳቦም ብዙሕ ፍሉይ ነገር ኮይኑ ኣይረኣየካን።
ካልእ ምናልባት ዝቐንናዮ ቅንያት ዒስራን ሓደ መዓልቲ ብዕውዕ ስምዒት ኢና ኣብቲ ዲዩ ፍራንስ ክንከታተሎ ቅኒና እሞ ኣፍቀርትን ደገፍትን ቅድድም ብሽክለታ ሃገርና እውን ንቅድድም ብሽክለታ ቱር መቐረት ንክህልዎ ዕላመት ዕለታዊ ፍጻሜታት ናብ እዝኒ ዜጋታት ከብጽሑ ዝጸንሑ ዩቲበራት ንመቐረት ሴካፋ ዘዘኻኸር ህሞት ኮይኑ እዩ ተሰሚዕና እሞ ነቶም ኣብዚ ክነጥፉ ዝቐንሑ ነቲ ጸወታ ብዓብዩ ተኸታቲሎም ኣብ እዝንና ብቐረባ ከብጽሑና ዝወረሑ ዩቲበራት እውን ምስጋና ኣብጽሑና ኢሎምና ነይሮሞ ብሓፈሻ ምናልባት ሴካፋ ክንዝክር ከለና ዝዝከር ህሞት ኔሩ ናይ ሽዑ ዝነበረ ትንታነ ናይ ስፖርትን ካልእን ንመን ትዝክር ተልካ መረዋሕ ድምጻ ናይቶም ሰለስተ ሕውሎ ወይንካ ጋዜጠኛታት ዝነበሩ እዩ ዝረኣይካ ስለዚ ኣብዚ ናይ ትብሉ እውን መቐረት ካብ ዝሃብዎ ንሳቶ እሞ ገለ ካብኦም እቲ ምስጋና ናይ ሰዓብትናን ወይንካ ደገፍትናን ኣብ ውሽጢ ሃገር ዘለዎ ዝመፀና ርእይቶ ሲነማ ሰመረ ካብቶም ተጠቀስቲ ናይዚ ምውዕዋዕን ነዚ ህይወት ናይ ቱድ ፍራንስን ዝፈጠሩ እዮም ኤማ ቲብ ከምኡ ብዓብዩ ከሴም ኤክስትራ ሾው ኮምሽታቶ ቲዩብ፣ ቶፖ ኤሪ ኢንተርተይመት፣ ማእከል ጎልጎ ንስፖርትን ካልኦትን ብሓፈሻ ኣብ ዝካየ ዝቕንየ ስፖርታዊ ንጥፈታት ብኣንክሮ ተኸታቲሎም ብዕቱብ ብጽፉፍን ልዙብን ዝኾነ ፍጻሚታት ከኣ ናብ እዝኒ ሰማዕቲ ከብጽሑ ጸኒሒም እሞ ብስም ኣብ ውሽጢ ሃገር ዘሎ ተኸታተልትን ደገፍትን ቀድድን ብሽክለታ የቐንየልና ቀጽልዎ ኣብ ምዕባይ ድርኺት ዓወት ሃገራዊ ስፖርት ከኣ እጃምኩም ከም ዘለኩም ከትዝንግዑ ኣይኮንኩምን ግን ዕዮ ገዛና ብመጸርናትኩም ክምለስ ስለ ዝኽእል ኣብዚ ዘላትኩም ተሳታፍነት በቲ ሒዝኩሞ ዘለኹም ክትቅጽሉ ደገፍቲ ውሽጢ ሃገር ሓደራ ይብልኹሞ በዚ ኣጋጣሚ መልእኽትኹም ከዓ ኣብጽሕናልኩምና ኣለና ኣብ ውሽጢ ሃገር ዘለኹም ንስኻትኩም ከዓ ዓጸፊታ መልሲ ክትኩም ተስፋ ንገብር እሞ ኣብ ዘለካ ትዕዝብቲ ከምተይ ኣብ ዝኸደ ዝኸደ ክንሪኦ ዝቐንና ራእሲ ከምዚ ዓይነት ዝተፈላለየ ርእቶታት ክወሃብ ቀኒ እሞ እነዞም ዩቲበራት እንታይ ዝኾን መልእኽቲ ኣለካ እዋእ ዩቲበራት ዳርጋ ኣብ ብፍላይ ኣብ ዓውዲ ስፖርት ዝተጥፉ ዩቲበራት ብጥቕሉሉ ክትሪኦም ከለኻ ነዚ ኣብ ውሽጢ ሃገር ዘሎ ተዓዛቢ ወይ ኣፍቃሪ ስፖርት ኣዝዮም ኣዝዮም እዮም ዝጥቕምዎ ዝብል ክስተ ኣለኒ ምኽንያቱ እቲ ዝህብዎ እቲ ዝህብዎ ሸፈነ ሓበሬታ ትንተና ኣዝዩ ኣማእዛኒ ተፈታዊ ከምኡውን ሰዓብቱ ከኣ እንዳበዝሑ ይኸዱ ብምህላዎም ናይ ስፖርት ዓምዲ ብፍላይ ጸቒጦም ዝሰርሑ ዩቲበራት ኣዝየ ከመስግኖም እደሊ ካብዚ ብዝለዓለ ብዝለዓለ መጠኑን ሸፈነኦም ኣዕብዮም ብዝተፈለየን ዝተፈላለየን መደባትን ሰዓታትን ኣብ ነፍሲ ወከፍ ናይ ውሽጢ ሃገር ይኹን ናይ ደገ ይኹን ትንታነታት ይኹን ዜናታት ይኹን ጸወታታት ኹን እንዳ ኣምጽኡ ነቲ ስፖርት ናይ ሃገር ስፖርት ናይ ሃገር ብባጀት ብብቕዓት ወይ ብተጻወቲ ጥራይ ኣይኮነን ንምዕብል ወላ ብ ማስ ሜድያ እውን እቲ ዝዓበየ ተራ ኣብ ስፖርት ዝጻወት ማስ ሜድያ ብምዃኑ ስለዚ እቲ ማስ ሜድያ ናትና እውን ክዓቢ ስለ ዘለዎ እዞም ዩቲበራት እዚኦም ከኣ ነዚ ተረዲኦም ነዚ ጀሚሮሞ ዘለዉ ናይ ቱር ዲ ፍራንስ ጥራይ ዘይኮነ ብዙሕ ዓይነት ስፖርት ንሳተፍ ብምዃና ኣብ ኩሉ ከምኡ ዓይነት ሸፈነታት መዓልታዊ ይኹን ሰሙናዊ ጸብጻባት ድዩ ዜናታት ትንተነታት እናሃብካ ነቲ ስፖርት ምምዕባሉ እቲ ዝዓበየ እጃሞም እዩ እሞ ብዘይ ብዘይ ተጉላባነት ከተግብርዎን ከበርክቱን ከዓ ይላቦ የቐንየለይ
ሕራይ ራእሲ ምናልባት ነዊሕ ኢና ሒዝናካ ናይቲ ነዊሕ ተጠፋፊእና ዝቕና እውን ናፍቖትና ዘውፀና ኮይኑ ይስምዐና ኣነ ንስኻን ወይን ከምኡውን ተዓዘብትናን ስለዚ ምናልባት ኣብዚ ኣልዒልዮም ዝፀናሕኩ ነጥብታት ብፍሉይ ዘይተጠቕሰ ክጥቀስ ኣለዎ ትብሎ ወይ ዝሓዝካያ መልእኽቲ እንተሎ ወይ ክኸውን ኣለዎ ንቐፃሊ እንትብሎ እንተሎ ዕድል ክህበካ እሞ ንሰማዕትና ኣላሊና ከነፋንወካ ኢና። ኣብ ቀጻሊ ግን ብሰፍሐ ካልእ ኣርእስታት እንዳልዓልና ውን ክንዕልል ኢና። ብሓፈሻ ነዛ ዘልዓልኩዋ ሓሳብን ርእይቶን እንተለካ ግን ቅድም ዕድል ንዓኣ ክህበካ። እወ ሕራይ ብሓፈሻ እኮ ኣነ ሕጂ ክብሎ ዝኽእል እቲ ዝቐነየ ውድድራትን ካልእን ኣዝዩ ጽቡቕ ነይሩ። ጽቡቕ ውን ተኸታቲልናዮ ጽቡቕ ውን ርእይቶታት ሂብናሉ ንኸውን ኢና ዝብል ግምት ኣለኒ። ብዝቐጸለ ከኣ እቲ ውድድራት ናይ ቅድድም ብሽክለታ ቀጻሊ እዩ። ምናልባት ኣብ ቀረባ ቮልታ ይመጸና ኣሎ ብኡ ገለገለ ርእስታት ከምኡ ውን ሻምፕዮን ዓለም ውን ኣብ ርዋንዳ ዝካየድ ሻምፕዮን ዓለም ውን ይመጸና ስለ ዘሎ ኣብኡ ውን ብዙሕ ኣርእስታት ኣልዒልና ክነዕሊ ኢልና ኣለና ኣብ መስመር ቀጻሊ እዩ ዘሎ እቲ መደብና ኣብ ቀጻሊ እውን እንዳወሰኽናሉ ክንከይድ ኢና። ሕራይ ክቡራት ተዓዘብትና ዝቐረብናዮ መደብ ዓጊብኩሉ ክትኮኑ ተስፋ ንገብር። ኣብዚ ክምላእ ወይ ክኸውን ኣለዎ ንቐጻሉን ኣብ ከምዚ ኣድህቦ ጌርኩም እንተትሰርሑ ወይ ከምዚ ዓይነት እንተትምልእሉ ትብልዎ ሓሳባት እንተለኩም ኣብ ኮመንት ሴክሽን ግደፉልና። ዕዮ ገዛና ዕዮ ናይ ቤንና ስለ ዝነ ዕዮ ናይ ኩላህና ስለ ዝኾነ ኣብ ምዕባለ ስፖርት ሃገርና ከ ኩላህና ኢጃምና ክነበርክት ሰናይ ፍቓድናን ሰናይ ትምኒትናን እንደጋልጽና ምሳኹም ዝጸናሕና ዳንኤል ተኽልኣብ ከምኡውን ተንታኒ ርእሶም ተስፋይና ኣብ ቀጻሊ ምስ ርእሶም ስፍሕ ዝበለ ዕላላት ብዛዕባ ቡር ተስፋኛ ፕሪምየር ሊግ ካልእ ካልእን ኣገደስቲ ርእስትን ካባኹም ዝወፀ ሓሳባትን ርእቶን እንተለካ ንዑር ምርኩስ ጌና ክንዕልል ኢና ንዝፀንሐና ፃንሖት እዚ ይመስል ንዝሃበኒ ዕድል ከ ብስምኩምን ብስም እንዳመስገንኩ ኣብ ቀፃሊ ክሳብ ክንራኸብ ሰላምን ጥዕናን እንዳተመነና ሰናይ ምክትታል ይግበረልኩም ካባኹም ዝድለ ላይክ ሼር ኮመን ሳብስክራይብ ግን ካብ ምባል ኣይትዘንግዑ ሰናይ ቅነ ሰናይ ናይ ስራሕ ግዜ ንምነየልኩም ሰላም